ሰላም ሰላም ቤተሰብ ቤተሰብ ቤተሰብ ከመይ ውዒልኩም ከመይ ሃዲርኩም ኣነ ሰላም እየ እግዚኣብሔር ይመስገን ሰላም ክትሉ ድማ ተስፋ ይገብር ሰላም ለና ዓድና ይግበረና እንዳበልኩ ለማዓንቲ ድማ ብሓዱሽ ቪድዮ መፅአኒኦ ማለት እዩ ሓዱሽ ስለሆንኩም ሰብስክራይብ ምግባር ይትረስዑ ቤተሰብ ዝኾንኩም ከዓ ላይክ እንዳገበርኩም ለማዓንቲ ድማ ዛሽኮሪና ዝኾነት ቆልዓ ሒዘልኩም መፅኤ እኒኦኹ ማለት እዩ ደርጋ መብዛሕትኡ ሰብ ንሰላም ዘይፈልጠ የለን ሰላም እያ ትበሃል እዛ ቆልዓ እዚኣ ንሰላም ዘይፈልጣ ሰብ የለን እና ኣብዚ ሰሙን እዚ ኣነ እኳ ማለት ብኣኣ ምንም ከምዚ ስነ ስርዓታ ምናምን ገለገለ ስለንርእሲ ያን ያህል ብኡ ቪድዮ ክሰርሕ ምናምን ይሓሰብክ ነይረ ግን ብዙሕ ሰብ ክሪኦ ከለኹ ገለገለ ሲ እስኪ ኣነ ከለይ ይሰርሐላ ልብል ሓሳብ መፂ ኢለይ ንእሽተን ሓሳብ እና ክትሰርሓ ኣለኻ ኣንትን ኢሉ ንማለት እዩና ሰላም ትበሃል ኣብዚ ሕጂ ኣብዚ ሰሙን እዚ ድማ ብፍሉይ ነገር ማለት እዩ ክስካብ ፊንቲ ነቓኢላ ወዲቓ ቤተሰባ ስካብ ናብ ሶሻል ሚድያ መፂኦም ብዙሕ ተፈኪሩላ ክነጥፈኪና ካብዚ ምድሪ እዚ ክነጥፈኪና ክንቀትለኪና ምናምን ምናምን ኢሎማ ብዙሕ ነገር እንትን ተባሂሉ ማለት እዩ ቀኒና ኣብ ሕማቅ ኩነታት ቀኒያ ዋላ ስቲል ናው ሕማቅ ኩነታት ኣላ ማለት እዩና ሓደ ሰብ እንታይ እዩ ክብል ደልየ ቪድዮ ሒዘልኪ እንዲ ኢልዋ ዝወዲ ቪድዮ ሒዘልኪ እቲ ቪድዮ ንሱ መሰደድክሉ ድማ ዝሰደድክዎ ድማ መፍጣርኪ ክትፀሊ ኢኺ ምናምን ኢልዋ እታ ቆልዓ ብመሰረቱ ከምቲ መንፈሳዊ ትነገር ገለ እያ ነይራ። ኣብዚ ሕጂ ሰዓት ግን እንዳራሰኑ ምናምን ገለ ገለ ናብዚ ፖለቲካ ነገር እትዮማ ያው ትግርኛ ልብል እንትን የለ ማለት እዩ ኣኮሎ ግዛይ ነገር እና ከምኡ ምባላ ምናምን ሓጢኣት ኮይኑ ዘይኮነ ግን ብኡታት ዝተላዓለ ነገራት ምናምን ናብ ናዕቢ ወይ ድማ ናብ ከምቲ ምፍኽኻር ንሕና ልበልና ክለይ ትገብሪ ስለምንታይ ጓል ኮይንኪ ትስቑ ዘይትብሊ ድንን ዘይትብሊ ንምንታይ ሓሳብ ክትገልፂ ምናምን ወዘተረፈ ዝኣመሰሉ ብዙሕ ሰብ እንትን ይብላ እዩ ማለት እዩ እና ኣብዚ ሕጂ ሰዓት ድማ ቪድዮ ሒዝናልኪ በቃ ሓደ እታ እዩ ቪድዮ ሒዝናልኪ ክብለካ ከሎ ሰብ እታ ሕማቕ ነገር ቪድዮ ትዝ ትብለና ስለምንታይ ጋይስ ስለምንታይ በቃ ቪድዮ ክሒዙላ እዩ ተተባሂሉ ሕማቅ ነገር ቅጅን ትብልና ዘምታይ ቪድዮ ሲ እሳ ብቻ እሱ ብቻ ኣይኮነን ልተሓዝ ካሊእ ኢለ ቪድዮ ብፅሑፍ ቪድዮ ክኸውን ይኽእል ብቪድዮ ዝተደለ ኣኣኽዎ ካሊእ ናይ ቪድዮታት ናይ ዝኾነ ፋክተራት ክኸውን ይኽእል ዋትኤቨር ግን ሓደ ነገር ብቻ ኣይኮነን ቪድዮ ዝተሓዝ ብዙሕ ነገር ሲ ቪድዮ ዝተሓዝለ እዩ እና ብሓደ ኣሉታ ነገር ከይድና ብዙሕ ኣወንታታት ከም ዘለዎ ኣብ ግምት ክነእቱ እኒኤና ክብል ይደሊ ማለት እዩ እና ዋላ ኣነ ከምቲ ዝሰማዕኽዎ ምናምን ገለመለ ናይ ነብሳ ቪድዮ ከም ዘየለ እቲ ጉዳይለ ብዕርቂ ከም ዝተፈፀመ ይቅርታ ውን ከም ዝሓተታ ንምፍርራሕ ወይ ድማ ንምፍካር ኣምሲሉ ከም ዝተዛረባ ምናምን ዝወድለ ተናጊሩ እሱይ ከምኡ ዝኣመሰሉ እዩ ማለት እዩ። ወላ እታ ቆልዓ ድማ ኣብ ሕማቅ ጥዕናዊ ኩነታት ከም ዘላ ወላ ቤተሰባ ወላ ባዕላ ለብ ቪድዮታት ምናምን ደርጋ መብዛሕትኡ ካብ ተቀናበረ ፌካት እንዲዩ ግን ሓቂ ዘለዎ ምስልለ ከም ዘለለ ንርኢ ኢና ማለት እዩ እና ካብኡ ብምቕጻል ድማ ናይ ነብሳ ቪድዮ ስለ ዝሓዘ ክትመውት ኣለዋ ማለት ድዩ? ናይ ነብሳ ቪድዮ ስለ ዝሓዘ ክትሕነቕ ኣለዋ ማለት ድዩ? ናይ ነብሳ ቪድዮ ስለ ዝሓዘ ምንባራ ክተጸልምት ኣለዋ ማለት ድዩ? ካብ ማሕበረሰብ ክትግልል ኣለዋ ማለት ድዩ? ማለት እሱ ምስዳድ ጽቡቕ እዩ ማለት ኣይኮነን። እሱ ስለ ዝሰደ ደቂ ኣንስትዮ ይድግፈን ኣለኹ ማለት ኣይኮነን። ግን ኦልሬዲ እንድሕር ኮይኑ ግን ልዕሊ ነብስና ጌርና ንርእየሉ ኩነታት ክፍጠር ግን የብሉን ኢለ ልሓስብ ለምሳሌ ብዙሕ ሰብ ስለ ድለይ ይብል እሞ ኣብ ፍቅራዊ ሂወት ክኾን ይኽእል ኣብ ሓዳር ክኸውን ይኽእል ግን ምስቲ ሰብ ወይ ድማ ኮንታክት ክህልወና ከሎ ስደለይ ኢልና ንበል ተጋጊኻ ድዩ ብፍላጥካ ድዩ ኦልሬዲ ሰዲድካ ኣሎ ኣለኻ ሰብ ንሱ ወይ ገንዘብ ስደለይ ወይ ክሰዶ እየ ወይ ገንዘብ ስደለይ ወይ ክሕንቀኪ እየ ዝብለና እንድሕር ዳ ኮይኑ ሻሓ የብሎ ኣይኮነን ዶብዚሲ ኣብ ካሊእ ዓለም ማለት እዩ ካብ ክልተ መዓልቲ ካብ ሰለስተ መዓልቲ ዝሓልፍ ወረ ልዕሊዩሲ የለን። እሞ ኸ ኣብ ምድሪ ሓበሻ ንመዓል ሰለስተ ኣርባዕተ ኣጀንዳ እንዳመፀ ቢዚ ኮይነ ኣብ ዘለና ታይም ቪድዮ ተለቂቁና ኢልና ያን ያህል እንድንተለይንእቶ ናይ ብሓቂ ሰብ ብጣዕሚ ቢዚ ኮይኑ ኒ ብስራሕ ቢዚ ኮይኑ ብወረ ቢዚ ኮይኑ ቦቲ ፖለቲካ ቦቲ ናይ ዓዱ ሰላም ስኢኑ ምናምን ገለታት ኣብ ዘለሉ ግዜ ሓድሽ ኣጀንዳ ኣምፂኹም ቢዚ ክንከውን ብመሰረቱ ኣይትግበሩና ጌጋ እዩ ናይ ብሓቂ ጌጋ እዩ ቢዚ ኣይትግበሩና በቃ ዓሰርተ ግዜ ወረታት ናምፅኹም ማለት እዩ እና እንታይ እየ ክብል ደልየ ገንዘብ ወይ ገንዘብ ስደሊ ወይ ክለቆ እየ ንድሕር ትብል ገንዘብ ከኣኪብኪ ሸሓ ብለወል እዮም ንምንታይ እቲ ገንዘብ ክሰዲድዎ ኣሎ እስኺ ገንዘብ ሰዲድ ከለኺ ጉቦ ከፊልኪ ኣለኺ ማለት እዩ ነቲ ነቲ ናይ ባዕልኺ ኣካል እዚ ጉቦ ከፊልኪ ኣለኺ ግን እተን ገንዘብ ንሰን መጨረሻ ኣይኮናን እየን በቃ ክስካብታ ድላዩ ልገብርሲ ግድን እዩ ኩሉ ግዜ ስደለይ ክብለኪ ንስኺ እናሰራሕኺ ንዕኡ ዲኺ ክትቀልቢ ንስኺ እናሰራሕኺ ጅቡኡ ዲኺ ክትመልኢ ንስኺ እናሰራሕኺ ናቱ ግዝእቲ ናቱ ባርያ ድን እናበልኪ ክሳርኪ ከይቕናዕኪ ድሂብኪ ትኣርጊ ክትዓቢ ስለዚ ሒዘልኪ እንድሕር ኢሉኪ ብመሰረቱ ክንሰድድ የብልናን ጌጋ እዩ ኣይስደድን ኣምላኽ ኣይፈቶን ሰብ ኣይፈቶይ ንባዕልና ፅቡቅ ኣይኮነ ንመፃኢ ሂወትና ፅቡቅ ኣይኮነ ግን ንበል ሸይጣን ኣሰሓሒት ድዩ ዋላ ባዕልና ተሰሓሒትና ሰዲድና ኣለና ምስ ሰደድና ግን ዝመፁ ምስኡ ተተሓሒዞም ጥቕማ ጥቕሚ ክህልው ግድን እዩ። ንምንታይ ዝሕዝዎ እቶም ኣወዳትለ ንኸምኡ ኢሎም እዮም ማለት እዩ። ብድሕሪ እዚ ግን ወይ ስደለይ ወይ ክሰዶ እየ እንድሕር ዝብል ኮይኑ ሻሕ ኣብሎ ወልዮ በቃ ካብ ሓንቲ መዓልቲ ካብ ዕስራን ኣርባዕተን ሰዓት ሆይ ሆይታ ዋላ ሓንቲ ሓዱሽ ነገር የለን ኣብዛ ዓለም ኩሉ ከዓ እስኺ ብቻ ፍልይቲ ዝሓዝኪ ዘይኮነ ኩሉ ኣዲኡ ሓፍቱ ሰበይቱ ውላዱ ኩሉ ሰብ ለለዎ ተፈጥሮ ናይ እግዚኣብሔር እዩ ስለዚ ንበይንኺ ልፈጠርክዮ ካሊእ ዓለም ስለለየለ ክሰዶ እየ ወይ ገንዘብ ስደዲ ክብለኪ ከሎ ገንዘብ ከኣኪብኪ ሸሓቡሉ እየ ወልዮ ካላስ ምንም ምንም እዚ ምዛም ቀብጠርጠር ይኹን ከምዚ ብጃኻ ብሚካኤል ብገብርኤል ምናምን ስጀምር ከምኡ ክትብልዮም ከለኺ ፍርሓ ስለ ዝስምዓኪ ናቶም ባርያ ንክገብሩኺ ኩሉ ግዜ ከሸማቕቑ እዮም ዝፍትኑ ስለዚ

ኦረዲ ናይ መጀመርታ ኮይነሉ ጌጋ ብሕጂ ብድሕሪኡ ልመፁ ጌጋታት ንዘይ ምፍጣር ግን ናይ ባዕልና ቃልሲ መጠንከር ክኾነና እኒኦ መጎበዙ ክኾነና እኒኦ ክብለክን ይደለና ሰላም እቲ ቪድዮ ንሱ እዩ ኣይኮነን እርግጠኛ ይኹንኪ ግን ካልእ ቪድዮ ከም ዝኾነ ብዛዕባ ናይ ነብሳ ከም ዘይኮነ ግን እሱ ክወፁ ከሎ ፕላስ ምስቲ ናይ ፖለቲካ ምናምን ዘፍኩርላ ዝነበሩ ዘባሻሽቕዋ ዝነበሩ እሱታት ተሓዊቱ ንሂወታ ሓደጋ ከም ልኾና ንሂወታ ጽቡቕ ከም ዘይላ ብፍላይ ኣብዚ ሕጂ ሰዓት ሰብ ኣብ ቀረባ እዩ ልኾነ ነገር ክኾን ከሎ ቀልጢፉ ናይ እንፍ እንፍ ናይ ምባል ባህሪ የምንጸሉ እቲ ግዜ ድዩ እንታይ እዩ ኣይደኖ ግን ብኡታት ተወሳሲኹ ነገራት ተበላሽዋ ክኸውን ይኽእል ቪድዮ ተሃልዩም ቪድዮ ተሃልዩም ሻሕ ከብሉ እምበይ ሂወት ሰብ ኣይጠፍእን እዩ ሳምትሓኒ ኣይትመውትን እያ ንሳም ብቻ ለይኮነ ከምኣ ዝኣመሰላ ደቂ ኣንስትዮም ካብዚ ነገር እዚ ተቆጢበን ሂወተን ክመርሓ ኦረዲ ዝሓለፈ ሓሊፉ ንመፃኢ ከመይ ጌርና ጠንካራ ጓል ንኸውን ከመይ ጌርና ንጉብዝ ከመይ ጌርና ከምኡ ዓይነት ቪድዮ ናብ ማንም ሰብ ኣይንሰድድን ኢለን ንዐአን ተማሂረን ከምአን ዝኣመሰላ ደቂ ኣንስትዮ ንኸንቅሓ ዳኢና ክንገብር ዘለና እምበር ቪድዮ ስለተተሓዘና ክንሕነቕ ቪድዮ ሶሪ ቪድዮ ስለ ተታሓዘና ንኾነ ነገር ስጉምቲ ክንወስድ ነብስና ክንሃሲ ግቡእም ኣይኮነን ትኽክልም ኣይኮነን እግዚኣብሔርም ኣይፈትዎም ስድራናም ካብ ንብዓት ክነውጾም ዳእዩ ዝግበአና እምበር ናብ ንብዓት ኣምጺና በቲ ንብዓት ክንሃስዮም የብልናን ክብል ይደሊ ናይ ሎማዓንቲ ቪድዮ እዚኣ ትመስል ነይራ ሓደሽቲ ዝኾንኩም ሰብስክራይብ ምግባር ኣይትርስዑ ቤተሰብ ዝኾንኩም ከዓ ላይክ እናገበርኩም ቤተሰብ ኩኑ ኩለኩም ይደሊ ናይ ለማዓንቲ ቪድዮ እዚኣ ትመስል ነይራ ንንቃሕ ንጎብዝ ንጠንክር ክብለክን ይደሊ